ናይ ሎማዓቲ ትምህርትና እግዚኣብሔር ናይ እግዚኣብሔር ፍቃድ ገይርና እግዚኣብሔር ፈቀድሉና እግዚኣብሔር ሓግዙና እግዚኣብሔር ገሊፁልና ማለት እዩ ናይ ሎማዓቲ ትምህርቲ ክንመሃር ወይ ከዓ እግዚኣብሔር ከም ዝገለፅልና ክንመሃር ዝሓሰብናዮ ኣብ ናይ ያይቆ መልእክቲ ምዕራፍ ኣርባዕተ ቁፅሪ ሓደ ዘሎ ሃይለ ቃል ኣልዕልና ክንመሃሃር ኢና ማለት እዩ ጽቡቕ እንግዲህ እቲ ኣብ ማእኸልኩም ዘሎ ውግእን ባእስን ካበይ እዩ ዝመጽእ? ካብቲ ኣብ ኣካላትኩም ኮይኑ ዝዋጋእ ዘሎ ትምኒትኩም ዶ ኣይኮነን ይብለና ኣሎ ማለት እዩ። ስለዚ እዚ እንግዲህ ምን ይጽሓፉ ማለት እዩ ቅዱስ ያዕቆብ እዩ ዝጽሓፎ ማለት እዩ። ቅዱስ ያዕቆብ ንኣጠቓላሊ ንክርስትያናት ብመልእኽቱ መሰረት ይጽሕፉሎም ማለት እዩ። ስለዚ እዚ ክጽሕፍ ከሎ እንታይ ይብለና ኣሎ ማለት እዩ እቲ ኣብ ማእከልኩም ዘሎ እንታይ ውግእን ህ ባእስን ካበይ እዩ ዝመጽእ ካብቲ ኣብ ኣካላትኩም ኮይኑ ዝዋጋእ ዘሎ ትምኒትኩም ዶ ኣይኮነን ይብለና ኣሎ ማለት ስለዚ ናይ ውግእ ናይ ባእሲ ኣጠቃላሊ ኩሉ ነገር ናይ ምንታይ ውጽኢት እዩ ማለት እዩ ናይ ትምኒት ናይ ፍትወት ናይ ድልየት እዩ ማለት እዩ ይብለና ኣሎ ማለት ስለዚ እስኻትኩም ስለ ዝደለኹም ንስኻትኩም ድሌትኩም ከምኡ ስለ ዝኾነ ባእሲን ውግእን ኣብ ማእኸልኩም ኣብ መንጎኹም ኣሎ ይብለና ኣሎ ማለት እዩ ንሕናኸ ሕዚ ዘለናሉ ኩነታት ኸመይ ኣለና? ንሕናኸ ኣብ መንጎና ባእሲ ኣሎዶ? ኣብ መንጎና ውግእ ኣሎዶ? ኢልና ክንሓስብ ክንመሃር ኣለና ማለት እዩ። ስለዚ እዚ ንረክቦ ናይ ያይቆ መልእኽቲ ምዕራፍ ኣርባዕተ ቁፅሪ ሓደ እዩ ማለት እዩ። እንግዲህ ኣብዚ ኣብዚ ክንሪኦ ዘለና እቲ ናይ ውግእ ናይ ባእሲ ወይ ከዓ ናይ ጎንፂ መበገሲ እንታይ እዩ? መፍትሑኸ እንታይ እዩ? ዝብል ዛዕባ ኣልዕልና ክንመሃሃር ኢና ማለት እዩ። እሱ በይኑ ኣይኮነን። እቲ መበገሲ እንታይ እዩ? ከምኡ ድማ መልዕሉ እንታይ እዩ? መፍትሑኸ እንታይ እዩ? ኣብ መጽሓፍ ቅዱስ ዘሎ ጎንፅታት ዝነበሩ ጎንፅታት ብምንታይ ከመይ ገይሮም ተፈቲሖም ዝብል እውን ኣልዕልና ክንመሃሃር ኢና ማለት እዩ። ስለዚ እግዚኣብሔር ኣምላኽና ምስኣና ይኹን። ምሳና ይኹን እግዚኣብሔር ይሓግዘና እግዚኣብሔር ይግለፀልና ኢልና ብፀሎት ጀምርና ኣለና ማለት እዩ እቲ ዋና እንግዲህ ኣብ መንጎኹም ይብለና ኣሎ ኣብ ማእኸልኩም ይብለና ኣሎ ባእስን ውግእን ካብ እዩ ዝመፅእ ዘሎ ይብለና ኣሎ ማለት እዩ ካብቲ ኣብ ኣካላትኩም ኮይኑ ዝዋጋእ ዘሎ ትምኒትኩም ዶ ይኮነን ማለት እዩ ይብለና ኣሎ ስለዚ ናይ ጎንፂ ናይ ባእሲ እቲ ዋና መልዕሊ እቲ ዋና መበገሲ እንታይ እዩ ይብለና ኣሎ ማለት እዩ ትምኒት እዩ፣ ፍላጎት እዩ፣ ድልየት እዩ ይብለና ኣሎ ማለት እዩ። ስለዚ እዚ ክንሪኦ ከለና ከምኡ ድማ እንግዲህ ናይዚ ኩሉ ዋና መፍትሒ ቅዱስ ጳውሎስ ዝጸሓፎ ሮሚ 12 ቁፅሪ 18 እንታይ ይብለና ኣሎ ማለት ዝከኣልስ እንተኮይኑስ ብወገንኹም ምስ ኩሉ ሰብ ብሰላም እንበሩ ይብለና ኣሎ ማለት ወም ከመሰይ ትካለክሙ ምስ ኩሉ ሰብ ተኣሃዉ ይብለና ኣሎ ማለት ስለዚ ዝከኣል እንዳ ዝከኣል ተኮይኑስ ምስ ኹሉ ምስ ኹሉ ደቂ ሰብ ምስ ኹሉ ፍጥረት ምስ ኹሉ ነገር ኣጠቓላሊ ብሰናይን ብስኒትን ብፍቕርን ንበሩ ይብለና ኣሎ ማለት እዩ ስለዚ እቲ ዋና ኣብ መጽሓፍ ቅዱስ ዘሎ ናይ ጎንፂ መልዐሊ እንታይ እንታይ እዩ ክንብል ከለና እቲ ሓደ ዋና ኣቐድምና ዝረእናዮ ትምኒትን ርእሰ ፍትወትን እዩ ማለት እዩ። በዓልና ክንፈቱ ከለና፣ በዓልና ክንምነ ከለና፣ ሕማቕ ነገር ክንምለክ ክንምነ ከለና፣ ክንደሊ ከለና፣ ዘይግበአና ነገር ክንብል ከለና፣ እቲ ሓደ ትምኒት እቲ ሕማቕ ትምኒት እቲ ሕማቕ ፍትወት ሓደ ናይ ምንታይ እዩ ማለት እዩ ናይ ጎንፂ መልዐሊ ምዃኑ መፅሓፍ ቅዱስ ይነግረና ኣሎ ማለት እዩ ምክንያቱ እንታይ ይብለና ኣሎ ኣብ ያዕቆብ ምዕራፍ ኣርባዕተ ቁፅሪ ሓደ እስካብ ክልተ ማለት እዩ እቲ ኣብ ማእከልኩም ዘሎ ውግእን ባእስን ካበይ እዩ ዝመጽእ? ካብቲ ኣብ ኣካላትኩም ኮይኑ ዝዋጋእ ዘሎ ትምኒትኩም ዶ ኣይኮነን? ይብለና ኣሎ ማለት እዩ። ትምነዩ ከመይ ይብልኹምን ትቐትሉን ትቐንኡን እሞ ክትረክቡ ኣይትኽእሉን ትበኣሱን ትዋግኡን ኢኹም ይብለና ኣሎ ማለት እዩ። ትዋግኡን ትበኣሱን ኢኹም፣ ትቃተሉ ኢኹም፣ ትቐትሉ ኢኹም፣ ትቐንኡ ኢኹም። ነገር ግን እዚ ኩሉ ነገር ብምግባርኩም ግን እቲ ዝደለኹሞ ትምኒት ኣይፍጸመልኹምን። ኣይትረክብዎን ኢኹም ትክክል ኣይኾነን ሓቂ ኣይኾነን ምኽንያቱ እቲ ሓቂ ዝተመነኹሞ እቲ ሓቂ ዝፈተኹሞ ሓቃውነት ስለ ዘይብሉ እዚ ኩሉ ነገር እንታይ ትኾኑ ኣለኹም ማለት እዩ በቃ ክትረክብዎ ኣይትኽእሉን ማለት እዩ ስለዚ ምስ ዝቃተል ምስ ዝበኣስ ምስ ብዙሕ ነገር ዝገብር ምስ ዝዋጋእ እግዚኣብሔር የለን ማለት እዩ ምስኡ እግዚኣብሔር የለን። እግዚኣብሔር ናይ ፍቕሪ ኣምላክ ስለ ዝኾነ ኣብ ፍቕሪ ቦታ ኣብ ፍቑራት እዩ ዘሎ ማለት እዩ። ኣብ ጽሉዓት ኣይኮነን ዘሎ እግዚኣብሔር። እግዚኣብሔር ኣብ ፍቑራት፣ እግዚኣብሔር ኣብ ሲንት ዘለዉ ማሕበረሰብ፣ እግዚኣብሔር ናይ እግዚኣብሔር ትእዛዝ ኣብ ዝገብሩ ኣብ ዝፍጽሙ እዩ ዘሎ ማለት እዩ። ኣብ መንጎ ባእሲ፣ ኣብ መንጎ ውግእ፣ ኣብ መንጎ ጽልኣት፣ ኣብ መንጎ ምቅታል፣ ኣብ መንጎ ስርቂ እግዚኣብሔር የለን። እግዚኣብሔር የለን። ስለዚ እዚ በዓልና ብደንቢ ገይርና ክነለሊ ባዕልና ብደንቢ ገይርና ክንፈልጥ ኣለና ማለት እዩ ብደንቢ ገይርና ክንፈልጥ ኣለና ከምኡ ድማ ሓደ እንግዲህ እቲ ሕማቕ ምምናይ እቲ ሕማቕ ፍትወት እዩ ማለት እዩ እቲ ቀፅሉ ካዓ ክንዲ ከለና ትእብት ትእብት ናይ ምበኣስ ትእብት ናይ ውግእ ትእብት ናይ ጎንፂ ምክንያት እዩ ማለት እዩ እዚ ክንርኢ ከለና ምሳሌ ምዕራፍ 13 ቁፅሪ 1 ክንርኢ ከለና ካብ ትእብት ባእሲ ጥራይ እዩ ዝመጽእ ጥበብ ግና ምስቶም ምኽሪ ዝቕበሉ እዩ ይብለና ኣሎ ማለት እዩ ካብ ትእብት ባእሲ ጥራይ እዩ እንታይ ዝገብር ዝመጽእ ጥበብ ግና ምስቶም ምኽሪ ዝቕበሉ እዩ ስለዚ ትእብት እንተሃልዩ ባእሲ ኣሎ ትእብት እንተሃልዩ ባእሲ ኣሎ ነገር ግን ምኽሪ ዝቕበል ምምኽኻር ዝፈቱ ምክክር ዘለዎ ሰብ ግን ባእሲ የብሉን ሰላማዊ ዝኸውን ትእቢት የብሉን ኣብ መንጎ ማለት እዩ ነገር ግን ዝትብት ሰብ ትእቢት ዘለዎ ሰብ ኣብ መንጎኡ እንታይ እንታይ ኣሎ ማለት እዩ ባእሲ ኣሎ ምክንያቱ ሓደ ሰብ ክትብት ከሎ ሓደ ሰብ ክትብት ከሎ ምክሪ ክቕበል ኣይክእልን ሓደ ሰብ ክትብት ከሎ ምርዳእ ኣይክእልን ሓደ ሰብ ክትብት ከሎ እህን ምህን ማለት ኣይክእልን በዚ ምክንያት ከዓ ሓደ ሰብ ዝትብት ኣብ ትእብት ትእብት ዘለዎ እንተኾይኑ የግዲ የግዳስ እንታይ ኣለዎ ማለት እዩ ባእሲ ኣሎ ይብለና ኣሎ ማለት ስለዚ ንሕና ክንትብት የብልና ስለዚ ካብ ትእቢት ክንወፅእ ኣለና ትእቢት ሰ ፀሩ ለክርስቶስ ትህብት ናይ ክርስቶስ ጸር እዩ ትህብት ናይ ክርስቶስ ጸላይ እዩ ስለዚ ዝትብት ሰብ ምስ ትእብት እግዚኣብሔር የለን ዝኣታተ ርእሶ ይከብር ወዛ ኣላለ ርእሶ ይሓስር ይብለና ኣሎ ማለት እዩ ንባዕሉ ልዕል ልዕል ዘበለ እንታይ ይገብር ይሓስር ይወድቕ ይብለና ኣሎ ማለት ንባዕሉ ግን ትሕት ትሕት ዘበለ ግን እግዚኣብሔር ባዕሉ ልዕል ልዕል የብሎ የዕብዮ ይብለና ኣሎ ማለት እዩ ስለዚ ኣብ መንጎ ትእቢት ዘለዎም ሰባት ኣብ መንጎ ትእቢት ዘሎ ነገራት እንተሃልዩ ኣብ መንጎና ትእቢት እንተሃልዩ የግዴታ እንታይ ይርከብ ማለት እዩ ባእስ ያሎ ምክንያቱ ትእብት ዘለዎ ሰብ እህን ምህን ማለት ኣይክእልን ትእብት ዘለዎ ሰብ ምርዳእ ኣይክእልን ትእብት ዘለዎም ሰባት ኣጠቓላሊ ኣነ እየ ብሉፅ ኣነ እየ ፈላጥ ኣነ እየ ኩሉ ነገር ዝፈልጥ ኢሉ ስለ ዝሓስብ ካብ ብፃዩ ዝመፅእ ካብ ኻልእ ሰብ ዝመጽእ ምኽሪ ክቕበል ኣይኽእልን። ስለዚ ክቕበል እንድሕር ዘይኽእል ከኣ ኮይኑ ኣብ መንጎኡ እንታይ ይመጽእ ማለት እዩ? ባእሲ ይመጽእ ይብለና ኣሎ ማለት እዩ። ምኽንያቱ እንታይ ማለት እዩ? ጥበብ ግና ምስቶም ምኽሪ ዝቕበሉ እዩ። ጥበብ ምስቲ ምኽሪ ዝቕበል እህን ምህን ዝብል እስኪ ሓወይ ኣረድእኒ፣ እስኪ ሓፍተይ ኣረድእኒ፣ እስኪ ኣነ እኮ ክርድእኒ ኣይክኣለን እስኪ ብደንቢ ገይርኺ ወይ ብደንቢ ገይርካ ግለጸለይ ዝብል ሰብ እንድሕር ሓልዩ፣ ኣብ መንጎ ትዕቢት እንድሕር ዘየለ ጥበብ ኣሎ ማለት እዩ። ጥበብ ኣሎ። ጥበብ ንምህላው ከዓ ካብ ትዕቢት ሰብ ክርሕቕ ኣለዎ። ምክክር ናይ ምክክር ነገር ክፈልጥ ወይ ከዓ ምክክር ክፈቱ ኣለዎ ይብለና ኣሎ መፅሓፍ ቅዱስ ማለት እዩ ከምኡ ድማ እቲ ናይ ባእሲ እቲ እበል ካልኣይ ቀንዲ መልዕል ከኣ ክንርኢ ከለና ቁጣን ትዕግስትን ምስኣን ይብለና ኣሎ ማለት እዩ። ዝቁጣዕ ሰብ፣ ትዕግስቲ ዝስእን ሰብ፣ ትዕግስቲ ዘይብሉ ሰብ ኣብ መንጎ እንታይ ኣሎ ማለት እዩ? ባእሲ ኣሎ ይብለና ኣሎ ማለት እዩ። ሕዚ እውን መጽሓፈ ምሳሌ ምዕራፍ 15 ቁጽሪ 18 እንታይ ይብለና ኣሎ? ቁጥዕ ሰብ ባእሲ የተስእን ትዕግስተኛ ግና ንባእሲ የዝሕሎ ይብለና ኣሎ ማለት እዩ ስለዚ ቁጥዕ ሰብ ዝኾነ ትዕግስቲ ዘይብሉ እንተ ኾይኑ ኣብ መንጎ እንታይ ኣሎ ማለት እዩ? ባእሲ ኣሎ። ኣብ መንጎ እንታይ ኣሎ ማለት እዩ? ምባኣስ ኣሎ። ኣብ መንጎ እንታይ ኣሎ ማለት እዩ? ጎንጺ ኣሎ ማለት እዩ። ነገር ግን ቁጥዕ ሰብ ባእሲ እንታይ ይገብር? የተስእ፣ የላሕሕል፣ የጓሃህር፣ የጓሃህር ማለት እዩ። ስለዚ እዚ ዘለዎ ሰብ ኩሉ ግዜ እንግዲህ ቁጥዕ ዝኾነ ሰብ ኣብ መንጎ እንታይ ኣሎ ማለት እዩ ባእሲ ኣሎ ማለት እዩ። ትዕግስተኛ ግን ንባእሲ የዝሕሎ። ዝእገስ ሰብ እንተኾይኑ ግን ኣይ እዚ እኳ ሓወይ ኣይተረዳእኻንን እምበር እዚ እዚ ንማለት እዩ ኣይ ሓፍተይ እዚ እኳ ኣይተረዳእኽንን ማለት እምበር እዚ ማለት ዝሓሰብዎ እዚ እዚ እዩ ኣይ ኣቦይ ኣይ ሓፍተይ ኣይ ሓወይ ኣይ ውላደይ ኢልና ትዕግስቲ ብዘለዎ ነገር ሰብ ዝቕበል እንተ ኾይኑ ግን እንታይ ይኾ- እንታይ እንታይ ይገብር ማለት ትዕግስተኛ ሰብ እንታይ ይገብር ነገራት የዛሕሕል ነገራት ጽቡቕ ይገብር ነገራት ናብ ጽቡቕ ኩነታት ንኽመጽኡ ይገብር እዩ ማለት እዩ ነገር ግን ትዕግስቲ ዘይብሉ ዝቑጣዕ ሰብ ግን ኩሉ ግዜ ኣብ መንጎኡ እንታይ ኣሎ ማለት እዩ ባእሲ ከም ዘሎ መጽሓፍ ቅዱስ የረድአና ኣሎ ማለት እዩ ከምኡ ድማ ልሳንን ዘረባን ይብለና ኣሎ ማለት እዩ ልሳንን ዘረባን ምሳሌ ምዕራፍ 16 ቁጽሪ 28 እንታይ ይብለና ኣሎ ማለት እዩ ጠዋይ ሰብ ባእሲ ይዘርእ ሓሜተኛ ድማ ንኣዕሩኽ ይፈላሊ ይብለና ኣሎ ማለት እዩ እንግዲህ ጠዋይ ሰብ ዝጠዊ ማለት ቅኑዕ ዘይኮነ ሰብ ቅኑዕ ዘይኮነ ሰብ ኩሉ ግዜ እንታይ ይገብር ባእሲ እዩ ዝዘርእ ባእሲ ይዘርእ ኣብ መንጎ ፍቑራት ኣብ መንጎ ሰባት ኣብ መንጎ ሃገራት ኣብ መንጎ ውልቀ ሰባት እንታይ ይገብር ማለት እዩ ባእሲ ይዘርእ ምክንያት እንታይ ስለ ዝኾነ ጠዋይ ስለ ዝኾነ ወይ ከዓ ቅኑዕ ስለ ዘይኮነ ቕኑዕ ስለ ዘይኮነ ማለት እዩ በዚ ምክንያት እንታይ ይገብር ማለት እዩ ባእሲ ይዘርእ ከምኡ ድማ ሓመተኛ ድማ ንኣሩኽ ይፈላል እዩ ማለት ሓመተኛ ዝኾነ ዝሓሚ ሰብ ኩሉ ግዜ እገሌ ከምዚ ገይርካ እገሌ ከምዚ በለ እገሌ ከምዚ ኢሉ ከምዚ ኢሉ ኩሉ ነገር ዝገብር ሰብ እንታይ ይገብር ማለት እዩ ንቶም መዓርክቱ ንቶም ምስ ካልኦት ሰባት የባእሶ የጻልእ ማለት እዩ የፈላሊ ማለት እዩ ስለዚ ሓሜተኛ ክንኸውን የብልናን ሓሜተኛ ናይ ሰነፍ እዩ ማለት ናይ ሰነፍ ስራሕ እዩ ማለት እዩ ሰብ ስራሕ እንተፈቲሑ ስራሕ እንተ ዘይሰርሕ ኮይኑ ኩሉ ግዜ እንታይ ይኸውን ማለት እዩ ሓሜተኛ ይኸውን ማለት እዩ ስለዚ ሓሜተኛ ምዃን የብልናን እንታዳስ እንታይ ንገብር ኣለና ህርኩታት ሰር ማለት ዝንሰርሕ ብጣዕሚ ኩሉ ግዜ ትጉሃት ክንኸውን ኣለና እምበር እንታይ ክንገብር የብልናን ማለት እዩ ሓሜተኛ ክንኸውን የብልናን ምክንያቱ ሓሜተኛ ሓሜት ዝሓሚ ሰብ ሕማቕ እዩ እገሌ ከምዚ ኢሉ እገሌ ከምዚ ኢሉ እገሌ ዘይበሎ በቃ ዘይተናገሮ ኣብ መንጎ ፍቑራት ኣብ መንጎ መሓዙት ኣብ መንጎ ማናዙ እንታይ ይገብር ማለት እዩ ጽልኢ ይዘርእ እዩ፣ ከምኡ ድማ መወዳእታ ደሞ የፈላልዮም እዩ። ስለዚ ዘረባና፣ ልሳንና፣ ዘረባና ጽቡቕ ጽቡቕ ክንኸውን ኣለና። ጸጽቡቕ ተሓሲብና፣ ጸጽቡቕ ተተነጋጊርና ጽቡቕ ጽቡቕ ነገር ይመጽእ ማለት እዩ። ነገር ግን ኩሉ ግዜ ጽቡቕ እንድሕር ለይንዛረብ ኮይንና፣ መልሓስና እንድሕር ለይንብል ኮይንና ግን ከብድ ማለት እዩ። ምክንያቱ ዳዊት እንታይ ይብለና ኣሎ? እቤ ኣቅብ ኣፉየ ከመ ይስሓት በልሳንየ፣ እወ ኣፈይ ብደንቢ ገይረ ምልሓሰይ ብደንቢ ገይረ ይሕሉ ኣለኹ፣ ምኽንያቱ እንታይ ከይኸውን ምእንቲ ከይሰሓሓት ምእንቲ ሕማቕ ነገር ከይዛረብ ምእንቲ ሰባት ከየቀይም ምእንቲ እግዚኣብሔር ከየቀይም ኩሉ ግዜ እንታይ ይገብር ኣለኹ ማለት እዩ ኣንደበተይ ኩሉ ግዜ እንታይ ይገብር ኣለኹ ማለት እዩ ይገትእ ኣለኹ ይሕስብ ኣለኹ ሱቕ ይብል ኣለኹ ምክንያቱ እቲ ዝዛረቡ ቃላት እቲ ዝዛረቡ ነገራት ሕማቕ ነገር ምእንቲ ከይኸውን፣ ምእንቲ ናይ ሰባት ከይቕየሙኒ፣ ምእንቲ እግዚኣብሔር ከየቐይም፣ ሰብ ከየቐይም ኢለ ኣነ ኣንደበተይ ይሕሉ ኣለኹ ይብለና ኣሎ ቅዱስ ዳዊት ማለት እዩ። ከምኡ ድማ ከምኡ ድማ እቲ ናይ ጎንፂ ዋና መልዐሊ ክንብል ከለና ማለት እዩ ኣብ መፅሓፍ ቅዱስ ቅንኢ እዩ ማለት እዩ። ቅንኢ ያዕቆብ ምዕራፍ 3 ቁፅሪ 16 እንታይ ይብለና ኣሎ ማለት እዩ ቅንእን ርእሰ ፍትዋትን እንግዲህ ቅንእን እቲ መበሊ ማለት ካብ ልሳንን ዘረባን ቀፂልና ዘሎ እንታይ ማለት እዩ? ቅንኢ ማለት እዩ። ቅንኢ ማለት እንግዲህ ያዕቆብ ምዕራፍ 3 ቁፅሪ 16 እንታይ ይብለና ኣሎ ማለት እዩ? ቅንእን ርእሰ ፍታወትን ኣብ ዘለዎ ኣብኡ ዕግርግርን ኩሉ ክፉእ ግብርን ኣሎ ይብለና ኣሎ ማለት እዩ። ስለዚ ቅንኢ ዘለዎ ማለት ቕንእን ርእሰ ፍትዋትን ማለት ዝቐንእ ሰብ ከምኡ ድማ ባዕሉ ንባዕሉ ብደንብ ገይሩ ዝፈቱ ሰብ ዝፈቱ ሰብ ማለት እዩ ማለት ኩሉ ግዜ ኣነ ኣነ ኣነ ዝብል ማለት እዩ መሓዝኡ ወይ ከዓ ቢፃዩ ዘየቀድም ሰብ ኣብኡ ዘሎ ነገር እንታይ ኣሎ ማለት እዩ ዕግርግር ኣሎ ማለት እዩ ዕግርግር ኣሎ ከምኡ ድማ እንታይ ኣሎ ማለት እዩ ክፉእ ግብሪ ኣሎ ይብለና ኣሎ ማለት እዩ ኣብ ቅንኢ ሰብ እንድሕር ዝቀንእ ኮይኑ፣ ሰብ ብምሓዙኡ፣ ሰብ ብብጻዩ፣ ሰብ ብዝተፈላለዩ ነገራት ብዝብልጾ ነገራት እንድሕር ዝቀንእ ኮይኑ ቅንኢ ዘለዎ እንተኾይኑ እንታይ ይገብር ማለት እዩ? ዕግርግር የልዕል የልዕል ከምኡ ድማ ሕማቕ ስራሕ ሕማቕ ግብሪ ይገብር ማለት እዩ። ስለዚ እዚ ከዓ ናብ ምንታይ ይወስድ ማለት እዩ? ናብ ጎንጺ ናብ ባእሲ ይወስድ ማለት እዩ። ስለዚ እንታይ ክንገብር የብልና ማለት እዩ ክንቐንእ የብልናን ክርስትያን ዝኾነ ሰብ ካብ ቕንኢ ነፃ ክኸውን ኣለዎ ክቐንእ የብሉን ማለት እዩ ነገር ግን እንታይ ክኸውን ኣለ ማለት እዩ ካብ ምቕናእ ምስራሕ ካብ ምቕናእ ካብኡ ንላዕሊ ፅቡቅ ፅቡቅ ነገር ምስራሕ በተለይ ድሞ ቅንኡ ልእንተ ተኣብ ብፀጋ ንፅቡቅ ነገር ክትቀንእ ኣለካ ግን ምቕናእ ማለት ግን እቲ ፅቡቅ ነገር ንምግባር ግን እንታይ ትገብር ኣለካ ማለት ክትፍትን ኣለካ እዩ ዝብለና ኣሎ መፅሓፍ ቅዱስ ማለት እዩ ስለዚ ቕንኢ ዘለዎ ሰብ፣ ርእሰ ፍትወት ዘለዎ ሰብ ኣብኡ ኣብ መንጎ እንታይ ኣሎ ማለት እዩ? ዕግርግር ኣሎ፣ ሕማቕ ተግባር፣ ክፉእ ተግባር እውን ኣሎ ማለት እዩ። ስለዚ ካብዚ ክንወፅእ ከም ዘለና መፅሓፍ ቅዱስ ይነገረና ኣሎ ማለት እዩ። ዝቐንእ ሰብ ከምኡ ድማ ርእሰ ፍትወት ዘለዎ ባዕሉ ዝፈቱ ሰብ እንተሃልዩ ዕግርግር የልዕል ከምኡ ድማ ሕማቕ ተግባር ይገብር በዚ ምክንያት ድማ ናብ ምንታይ ይኸይድ ማለት እዩ ናብ ባእሲ ይኸይድ ማለት እዩ። ስለዚ ካብዚ ክንወፅእ ከም ዘለና መፅሓፍ ቅዱስ የረድእና ኣሎ ማለት እዩ። እዚ ብሓፅሩ ክንርኢ ከለና እቲ ናይ መበገሲ ክንርኢ ከለና መፍትሕኡ ኸ መፅሓፍ ቅዱስ እንታይ ይብለና ኣሎ ዝብል ዛዕባ ከዓ ክንርኢ ከለና ብደንብ ከይርና ክንርኢ ከለና መፅሓፍ ቅዱስ ባዕሉ መልሲ ይህበና ኣሎ ማለት እዩ ቀደማይ ይቅሬታ ምግባር እዩ ይቅሬታ ምግባር ማለት እዩ ስለዚ ይቅሬታ ሓደ ሰብ ይቕሬታ ዝገብር ሰብ ሓደ ተተበዲሉ ክልተ እንተበዲሉ ክርስቲያናት በቃ ንዝበደለና ንዝበደሉና ንዝበደሉና ንሕና ይቕረ ከም እንብሎም ንስኻ እውን ጎይታና ኣምላኽና መድሓኒትና ኢየሱስ ክርስቶስ ይቕረ በለልና ይብል ኣሎ ማለት እዩ ስለዚ ሓደ ሰብ ይቕሬታ ክህልው ኣለዎ። ይቕሬታ ማለት እንታይ ማለት እዩ? ሓደ ንዝበደልናዮም ሰባት፣ ክልተ ከዓ ንዝበደሉና ሰባት እውን ይቕረ ክንብለሎም ኣለና ማለት እዩ። ስለዚ ይቕሬታ እቲ ዓብዪ ናይ ባእሲ፣ እቲ ዓብዪ ናይ ውግእ፣ እቲ ዓብዪ ናይ ብዙሕ ፀገም እንታይ ዝገብር ማለት እዩ? ዘጥፍእ እዩ ማለት እዩ መድሓኒት ፉትን መድሓኒት እዩ ይብለና ኣሎ ማለት እዩ ናይ ቅዱስ ጳውሎስ መልእኽቲ ቆላሲስ ምዕራፍ 3 ቁፅሪ 13 እንታይ ይብለና ኣሎ ማለት እዩ ንንሕድሕድኩም ተዓጋገሱ ንንሕድሕድኩም እንታይ ይገብሩ ማለት ትዕግስቲ ክህልወኩም ኣለዎ ተዓጋገሱ ይብለና ኣሎ ማለት እቲ ሓደ ኣብቲ ሓደ ክሲ እንተለዎ ይቕረ ተባሃሉ ዋላ ክሲ ሓደ ንሓደ ክሲ እንድሕር ኣቕሪቡ እቲ ክሱ ይቕረ ክብል ኣለዎ። ሓደ ክርስትያን ንንባዕሉ ሓደ ክርስትያን ንንባዕሉ ክካሰስ የብሉን፣ ንንባዕሉ ክበኣስ የብሉን ማለት እዩ። ይቕረ ክበሃሃል ኣለዎ ይብለና ኣሎ ማለት እዩ። ከምኡ ድማ ከምቲ ክርስቶስ ይቕረ ዝበለኩም ንስኻትኩም እውን ከምኡ ግበሩ። እወ ክርስቶስ እዚ ኩሉ ሓጢኣትና እዚ ኩሉ ነገርና ኩሉ ገዲፉ ማለት እዩ እዚ ኩሉ ይቕረ እልልና ኣብ መስቀል ዝተሰቐለልና ጎይታና ኣምላኽና መድሓኒትና ክርስቶስ ይቕረ እልልና ንደቂ ኣዳም ንደቂ ኣዳም ኣጠቓላሊ ዘበደልናዮ በደል ይቕረ ኢሉ ኣብ መስቀል እዩ ተሰቒሉ ማለት እዩ ምክንያት እንታይ ይብለና ኣሎም ፍቅር ሳወሉ ለሃያል መኑ እመንበሩ ወኣብጽሖ እስከ ለሞት ይብለና ኣሎ ቅዳሴ ማርያም ማለት እዩ ስለዚ እሱ ባዕሉ ጎይታ ይቕረ ስለ ዝበለኩም ንስኻትኩም እውን ነንባዕልኹም ይቕረ ይቕረ ተባሃሃሉ ከምኡ ድማ ትዕግስቲ ይሃልኹም ተዓጋገሱ ከምኡ ድማ ሓደ ሰብ ክካሰስ ነንባዕልኹም ክትካሰሱ የብልኹምን ይብለና ኣሎ ማለት እዩ ስለዚ እዚ እንድሕር ዘይንገብር ኮይና እንድሕር ሓደ ሰብ ክብድል ከሎ ሓደ ሰብ ዝእገስ እንተ ዀይኑ፣ ከምኡ ድማ ሓደ ሰብ ዝበደሎ ነገር ገዲፉ ዘይካስስ እንተ ዀይኑ፣ ይቕረ ዝብል እንተ ዀይኑ፣ እዚ ባእሲ እዚ ይጠፍእ ኣሎ ማለት እዩ። እዚ ባእሲ እዚ ውግእ ኣጠቓላሊ ይጠፍእ ኣሎ ማለት እዩ። ነገር ግን ይቕሬታ ዘይገብር ሰብ እንተሃልዩ ግን እቲ ባእሲ ይዓቢ፣ እቲ ባእሲ ይኰሃሃር ማለት እዩ። ካብ ባእሲ ኸኣ ናብ ኩናት ይመጽእ ማለት እዩ ስለዚ እዚ ነገር ጎይታና ኣምላኽና መድሓንትና ይነግረና ኣሎ ማለት እዩ እዚ ኣብ መላእ ኩርናዓት ዓለም እትከታተልዎ ዘለኹም ኩልኹም ኣጠቓላሊ ማለት እዩ ጎይታና ብሰላም ክንነብር እምበር ጎይታና ብፍቕሪ ክንነብር እምበር ጎይታና ብጽቡቕ ነገር ክንነብር እምበር ጎይታና ብስኒት ክንነብር እምበር ብሕማቕ ብባእሲ ክንነብር ኣይፈቐደልናን ማለት እዩ። ማለት እግዚኣብሔር ዝተሰቐለልና፣ እግዚኣብሔር ዝፈትወና፣ ዘፍቅረና፣ እግዚኣብሔር ንኣና ኢሉ ናብ ምድሪ መጺኡ ዝተሰቐሎ እንታይ እዩ ማለት እዩ? ኣብ መንጎ ሰባት ሰላም ምእንቲ ክፍጠር፣ ኣብ መንጎ ሰላም ኣብ መንጎ ሰባት ምእንቲ ስኒት ክፍጠር፣ ኣብ መንጎ ሰባት ምእንቲ ጽቡቕ ጽቡቕ ነገር ክህሉ እዩ ማለት እዩ። ስለዚ እዚ ኩሉ ሕማቃት ነገራት ብምሉ ናይ ዲያብሎስ ናይ ጋኔን ስራሕ እምበር ናይ ክርስቶስ ኣይኮነን ማለት እዩ ናይ ክርስቶስ ስራሕ ናይ መንፈስ ቅዱስ ስራሕቲ ግን ፍሉጣት እዮም ፍቅሪ የዋሃት ትግስቲ ይቅረ እዚኦም ኩሎም ናይ ክርስቶስ ተግባር ናይ ክርስቶስ ስራሓት ናይ ክርስቶስ ናይ ክርስቶስ ደቂ ዝገብርዎም ፍረ እዮም ማለት እዩ ይብለና ኣሎ መጽሓፍ ቅዱስ ከምኡ ድማ መበል ካልኣይ ክንርኢ ከለና ማለት ናይ ባእሲ ናይ ውግእ ምእንቲ ንኽጠፍእ ሓደ ሰብ ውልቀ ሰብ ከምኡ ድማ ማሕበረሰብ ኣጠቓላሊ ክገብር ዘለዎ ኢና ክንዘራረብ ዘለና ማለት እዩ። ትህትናን ልኡም ኣዘራርባን ማለት እዩ። ትህትና ዘለዎ ሰብ ባእሲ ዋላ ይምፃእ እንታይ ይገብሮ ማለት እዩ ብትህትና ይዕውቶ ብትህትና የሸንፎ ማለት እዩ። ከምኡ ድማ ልዑም ኣዘራርባ ዘለዎ ወይ ከዓ እንታይ ማለት እዩ ክንብል ከለና ልዑም ኣዘራርባ ዘለዎ ክብል ከለና ዘይዛረብ ማለት እዩ። ዘይዛረብ ወይ ከዓ ትዕግስተኛ ዝኾነ ትዕግስተኛ ዝኾነ ኩሉ ነገር ሰብ ክዛረብ ከሎ ዝሰምዕ ዘዳምፅ እምበር ኩሉ ግዜ ችኩል ዘይኮነ ስቁልካ ብሓደ ነገር ክልተ ሰለስተ ነገር መልሲ ዘይህብ ማለት እዩ ትዕግስተኛ ዝኾነ ኣንደበት ይብለና ኣሎ ማለት እዩ መጽሓፈ ምሳሌ ምዕራፍ ዓሰርተ ሓሙሽተ ቁፅሪ እ፣ ሓደ እንታይ ይብለና ኣሎ ማለት እዩ ልኡም ምላሽ ንቁጥዐ የዝሕሎ ማለት እዩ ፅቡቅ ምላሽ ደስ ዝብል ምላሽ ትዕግስተኛ ምላሽ ን- ሓደ ሰብ ክቁጣዕ ከሎ ቁጣዕ ከሎ ፅቡቅ ዝኾነ ልኡም ዝኾነ ወይ ከዓ ድማ ትዕግስተኛ ዝኾነ ጽቡቕ ዝኾነ ኣዘራርባ እንታይ ይገብር ማለት እዩ ንቁጥዓ የዝሕሎ ማለት እዩ። ሓደ ሰብ ተቆጢዑ ተመጺኡ ሓደ ሰብ በቃ ቁጥዕ ኢሉ እንተመጺኡ ንቲ ንቲ ቁጥዐ ግን ቀስ ዝበለ ጽቡቕ ዝኾነ ኣዘራርባ ሓደ ሰብ እንተመልስሉ እቲ ቁጥዐ እንታይ ይገብር እንታይ ይኸውን ኣሎ ማለት ይብለና ኣሎ ማለት እዩ የዝሕሎ ይብለና ኣሎ ማለት ተርር ቃል ግን ቁጥዐ የተስእ ማለት እዩ። ማለት ሓይለ ቃል ሓደ ሰብ ሓይለ ቃል ክዛረብ ከሎ ንቲ ዝተዛረቦ ንካልእ ሰብ ከዓ ሓይለ ቃል ሓደ ሰብ እንተ ወሲኹሉ ማለት እዩ እንታይ ይገብር ማለት እዩ እቲ ቁጥዐ የተስእ ማለት እዩ የላዕል የዕገርግር የባእስ እዩ ማለት እዩ ስለዚ ፅቡቕ ልኡም ዝኾነ ዘረባ ግን እንታይ ይገብር ማለት እዩ ንፅቡቕ ምላሽ ይህብ እዩ ማለት እዩ ግን ዓብዪ ዝኾነ ወይ ከዓ ተሪ ዝኾነ ሃይለ ቃል ዝኾነ ምላሽ ግን ንቲ ቁጥዐ ከዝሐለ እንታይ ይገብር ማለት እዩ ብጣዕሚ የላዕሎ ብጣዕሚ የጓህሮ እዩ ይብለና ኣሎ ማለት እዩ ከምኡ ድማ ፊልጵስዩስ ናይ ቅዱስ ጳውሎስ መልእኽቲ ናብ ፊልጵስዩስ እንታይ ይብለና ኣሎ ማለት እዩ ብትትናን ካልኦት ካብ ርእስኹም ከም ዝበልፁ ጌርኩም ቍጸሩ እምበር ብሻራ ወይ ወይስ ብኸንቱ ውዳሴ ሓንቲ እኳ ኣይትግበሩ ይብለና ኣሎ ማለት እዩ። ብትሕትና ብትሕትና ካልኦት ካብ ርእስኹም ከም ዝብልጹ ገይርኩም ሓደ ሰብ ሓደ ክርስትያን ኣነ ካብ ኩሉ ንላዕሊ እየ ኣይብልን። ኣነ ካብ ኩሉ ንታሕቲ እየ ካልኦት ኣለዉ ዝበለጹ ብሉጻት ኣለዉ ኢሉ እዩ ንባዕሉ እንታይ ይገብር ማለት እዩ ትትና የብል ማለት እዩ ሓደ ሰብ ትትና እንተሃልዎ ከዓ ንቶም ኣብ ኣከባቢ ዘለዉ ኣብ መንጎ ዘለዉ ከዓ ንካልኦት እውን እንታይ ይገብሮ ማለት እዩ ትትና የምህሮም እዩ ማለት እዩ በዚ ምክንያት ኣነ ይብልፅ ኣነ ይብልፅ ኣነ ይዓቢ ኣነ ይዓቢ ዝብል ነገር ባእሲ እንታይ ይገብሩ ኣሎ ማለት እዩ የጥፉ ኣሎ ማለት እዩ ስለዚ ትትና እቲ ዋና መፍትሒ መድሓኒት እዩ ማለት እዩ ብትትናን ካልኦት ካብ ርእስኹም ከም ዝብልፁ ገይርኩም ቁፀሩ እምበር ማለት ብትትና እካ ካብኣይ ካልእ ሰብ ይብልጽ ካባይ ካልእ ሰብ ኣሎ ክንብል ኣለና እምበር ብሻራ ወይ ብከንቱ ውዳሴ ሓንቲ እኳ ኣይትግበሩ ሻራ ክህልወና የብሉን ተንኮል ክህልወና የብሉን ከምኡ ድማ ብከንቱ ውዳሴ በቃ ንባዕልና ምውዳስ ኣነ እኮ ከምዚ እየ ኣነ እኮ እዚ ፈላጥ እየ ኣነ እኮ እዚ ነገር ኣለኒ ኣነ እኮ ሃብቲ ኣለኒ ኣነ እኮ ጉልበት ኣለኒ ኣነ እኮ ጥበብ ኣለኒ ኣነ እኮ ትምህርቲ ኣለኒ ክንብል የብልናን ንባዕልና ክነወድስ የብልናን ይብለና ኣሎ መጽሓፍ ቅዱስ። ናይ መጽሓፍ ቅዱስ ቃል እንግዲህ እንታይ እዩ ማለት ትህትና እዩ። ናይ መጽሓፍ ቅዱስ ቃል እንታይ እዩ ማለት ንካልኦት ምንባር እዩ ይብለና ኣሎ መጽሓፍ ቅዱስ ማለት እዩ። ስለዚ ከምኡ ድማ ሳልሳይ ድማ እንታይ ማለት እዩ እንግዲህ ባእሲ ወይ ከዓ ውግእ ዝተፈላለዩ ነገራት እንታይ ንምጓር ማለት እዩ ንመፍትሑ እንታይ እዩ ዝብል እዩ እንግዲህ ክንዛረብ ዝመፃና ማለት እዩ። መበል ሳልሳይ ክንሪኢ ከለና ግን ግልፂ ዝርርብ ምግባር ይብለና ኣሎ ማለት እዩ ግልፂ ዝርርብ ምግባር ማለት ሓደ ሰብ ብሓሜት ወይ ከዓ ብቅም ምሓዝ ካብኡ ይልቅ ብውልቃዊ ዝርርብ ምፍታሕ መፍትሒ እዩ ማለት እዩ ሓደ ሰብ በቃ እዚ ዝኾነ ነገር እዚ ኢልኒ ኣሎ ኢልና ቂም ክንሕዝ የብልናን ሓደ ሰብ ብሓሜት ክንሓሚ የብልናን ነገር ግን እንታይ ክንገብር ኣለና ማለት እዩ ግልፂ ዝኾነ ዝርርብ ኣብ ዴስክ ወይ ከዓ ኣብ ጠረጴዛ ዙርያ ኮይንና ግልፂ ዝርርብ ዝኾነ ነገር ክንገብር ከም ዘለና መፅሓፍ ቅዱስ የረድአና ኣሎ ማለት እዩ እዚ ዝንሪኦ ማለት እዩ ማቴዎስ 18 ቁፅሪ 15 እንታይ ይብለና ኣሎ ማለት እዩ ሓው እንተበዲሉካ ይብለና ኣሎ ክድ እሞ ንስኻ ንሱን ጥራይ ከለኹም ግናሓዮ እንተሰምዑካ ንሓውካ ራብሓኻዮ ይብለና ኣሎ ማለት እዩ እንግዲህ ሓደ ሰብ ሓደ ሓውካ ይብለና ሓውካ እንተበዲልካ ሓደ ሓውካ እንተበዲልካ ክድ እሞ ንስኻን ንሱን ጥራይ ከለኹም ግን ሓዮ ንስኻን ንሱን በይንኹም ኮይንኹም እንታይ ግበሩ ማለት እዩ ተነጋገሩ ተዘራረቡ ይብለና ኣሎ ማለት ግልፂ ዝኾነ ዝርርብ ግበሩ ይብለና ኣሎ ማለት እንተሰሚዕካ ንሓውካ እንታይ ገብርካ ማለት እዩ ረብሕካዮ ጠቐምካዮ ይብለና ኣሎ ማለት ስለዚ እንታይ ክንገብር ኣለና ማለት እዩ በቂ ግልፂ ዝኾነ ንሓውካ ሓደ ሓው እንተ በዲልኒ ሓደ ሓወይ እንተ በዲልኒ ሓደ ሓወይ እንታ ቀዩምኒ እንታይ ክገብር ኣለኒ ማለት እዩ ብግልጺ ዝኾነ ዝርርብ ብሓደ ኮይንና ክዛረቡ ኣለኒ ይብለና ኣሎ ማለት እዩ ሓውካ እንተ በዲልካ ብግልጺ ተዛረቦ ከምኡ ድማ እንተ ሰሚዕካ ከዓ ዝሰምዕ ድኣ ትኾን ከዓ እቲ ሰብ ከዓ ተረቢሑ ኣሎ ተጠቂሙ ኣሎ ይብለና ኣሎ ማለት እዩ ምክንያቱ እንታይ እንታይ እዩ እዚ ክንርኢ ከለና በቃ ብሓሜት ቢቅም እንታይ ክትገብር የብልካን ማለት ኢዩ ስኦልካ በቃ ማለት እገሌ እኮ ከምዚ ኢልኒ እገሌ እኮ ከምዚ ኢሉ በቃ ክትቕየሞ የብልካን ከምኡ ድማ ክትሓሙ የብልካን እንተበዲልካ ቀጥታ ከይድካ ብግልፂ ዝርርብ ክትገብር ኣለካ ምስኡ ክትስማማዕ ምስኡ ልዝብ ክትገብር ኣለካ እዩ ዝብለና ዘሎ ማለት እዩ ስለዚ ብሓደ ኮይንካ ክትስማማዕ ኣለካ ምስ ሓውካ እንተበዲልካ በቃ እሱ ንምንታይ በዲልኒ እሱ ከምዚ በዲልኒ ኣሎ ኢልካ ክትቕየሞ ወይ ከዓ ክትሓምዮ የብልኻን ነገር ግን ከይድኻ ምስኡ ምይይጥ ግልፂ ዝኾነ ምይይጥ ግልፂ ዝኾነ ልዝብ ክትገብር ኣለካ ይብለና ኣሎ መፅሓፍ ቅዱስ ማለት እዩ መበሊ ራብዓይ ክንርኢ ከለና ከኣ ርእስኻ ምምርማር ባዕልኻ ኣነ መን እየ ኣነ ሰብነተይ ኣነ ነብሰይ መን እየ ኢልካ ባዕልኻ ክትምርምር ኣለካ ይብለና ኣሎ ማለት ቅድሚ ስሕተት ቅድሚ ስሕተት ቅድሚ ምስሓትካ ማለት ካልኦት ምርኣይ ናይ ገዛ ማለት ካልኦት እንታይ ገይሮምና ኣለዉ ኣነኸ ናይ ገዛ ርእሰይ እንታይ ኣለኒ ስለዚ እዚ ባእሲ እዚ ንምፍታሕ እንታይ ዓይነት ተራ እንታይ ዓይነት እጃም ኣለኒ ክ ክትብል ኣለካ፣ ብዓልካ ክትፍትን ኣለካ፣ ብዓልካ ክትምርምር ኣለካ ይብለና ኣሎ ማለት እዩ። እዚ ዝንርእዮ ወይ ከዓ ዝንረክቦ ኣበይ እዩ ማለት እዩ? ማቴዎስ ምዕራፍ ሸውዓተ ቁፅሪ ሰለስተ ክሳብ ሓሙሽተ እንታይ ይብለና ማለት እዩ? ኣብ ዓይን ሓውካ ዘሎ በሰር ስለምንታይ ትርኢ ይብለና ኣሎ ማለት እዩ። በቃ እገሌ እገሌ ከምዚ ከምዚ ገይሮም እገሌ እገሌ እገሌ ከምዚ ከምዚ ኣሎ ክትብል የብልኻን ይብለና ኣሎ ማለት እዩ ኣታ ግብዝ ቅድሚ ካብ ዓይንኻ እቲ ጉንዲ ኣይውፅእ ኣውፅእ ድሕርኡ ካብ ዓይኒ ሓውካ እቲ በሰር ንምውፃእ ኣፀብኻ ክትርኢ ኢኻ ይብለና ኣሎ ማለት እዩ ስለዚ እንታይ ክትገብር ኣለካ ማለት እዩ ብዓልኻ ክትምርምር ኣለካ ኣህነ ታይ ታይ እየ ተጋግየ ኣነ ንምታይ ተጋግየ ኣነ ታይ ታይ ታይ ታይ ተጋግየ ኣለኹ ካልኦት ከ እንታይ እንታይ እዮም ፀገሞም ወይ ከዓ ዝተጋገዩሉ እልካ መጀመርያ ሰብ ካብ ምውቃስ መጀመርያ ናብ ሰብ ካብ ምጥቋም ንብዓልኻ ታይ ክትገብር ኣለካ ማለት ክትምርምር ኣለካ ብዓልኻ ክትምር ኣነ እንታይ እየ ተጋግየ ካልኦት ከ እንታይ እዮም ተጋግዮም ኢልካ ብዓልኻ ክትምርምር ኣለካ ምክንያቱ ይብለና ኣሎ ኣብ ዓይኒ ሓውካ ዘሎ በሰር ምክንያቱ ማለት መጀመርያ ናይ ሰብ ጉድለት ወይ ከዓ ናይ ሰብ ዝኾነ ነገር ንምርኣይ መጀመርያ ባዕልኻ ናይ ባዕልኻ ዓይኒ ካብ ጉድፍ ነፃ ክትኸውን ክትኸውን ኣለካ ሓደ ሰብ መጀመርያ ዓይኑ እንድሕር ዘይረየ ናይ ሓዉ ዝኾነ ነገር እንተኣትይዎ ወይ ከዓ ዝኾነ ጉድፍ እንተኣትይዎ ክርእዩ ኣይኽእልን ማለት እዩ። መጀመርያ ባዕሉ ሰብ ነፃ ክኸውን ኣለዎ። መጀመርያ ዓይኑ ብደንብ ክርኢ ኣለዎ። ዓይኑ ብደንብ ምስ ረኣየ ኣብ ሓዉ ኣብ ብፃዩ ዘሎ ዝኾነ ይኹን ጉድፍ ክርኢ ክኽእል እዩ ማለት እዩ። ስለዚ ሕዚ እውን እንታይ ይብለና ማለት እዩ መጀመርያ ባዕልኻ ፈትን እንታይ ደኣ ተጋግየ እንታይ ደኣ ፅቡቅ ነገር ገይረ እንታይ ደኣ ሕማቃት ነገር ገይረ ኣለኹ ኢልካ መጀመርያ ንነብስኻ ንባዕልኻ ፈትሽ ይብለና ኣሎ ማለት እዩ። ድሕሩ እዚ ኩሉ ምስ ፈተሽኻ ድሕሩ እዚ ኩሉ ምስ ፈለጥኻ ግን ሓውኻ ሓውኻ ማለት እዩ እንታይ ጌጋ ከም ዘለዎ እንታይ ሕማቕ ነገር ከም ዘለዎ እንታይ ጽቡቕ ነገር ከም ዘለዎ ክትርኢ ትኽእል ኢኻ ትፈልጥ ኢኻ ይብለና ኣሎ ማለት እዩ ምክንያቱ ሓደ ጉድፍ ናይ ሓውካ ጉድፍ ንምርኣይ ናይ ሓውካ ጉድፍ ንምውፃእ መጀመርያ ኣብ ውሽጥኻ ኣብ ናይ ባዕልካ ዘሎ ኣብ ዓይንካ ዘሎ ጉድፍ መጀመርያ እንታይ ክትገብር ኣለካ ማለት እዩ ክተውጽእ ኣለካ ቅድሚ ኩሉ ቀዳድም ኩሉ ይብለና ኣሎ ማለት እዩ ከምኡ ድማ ሓምሻይ ድማ እንታይ ይብለና ኣሎ ማለት እዩ ንክፉእ ብሰናይ ምስዓር እዚ ሮሚ ምዕራፍ 12 ቁፅሪ 21 እንታይ ይብለና ኣሎ ማለት እዩ ንክፉእ ብሰናይ ጌርካ ሰዓሮ እምበር ብክፉእ ኣይትሰዓር ይብለና ኣሎ ማለት እዩ ክፉእ ብክፉእ ክትስዕሮ ኣይትኽእልን ሓደ ሰብ ክፉእ እንተገይርልካ እንታይ ክትገብር ኣለካ ማለት እዩ ብሰናይኸ ብሰናይ ሰናይ ጌርካ ከኣ ክትስዕሮ ትኽእል ይብለና ኣሎ ማለት እዩ ከምኡ ድማ ማቴዎስ ምዕራፍ ሓሙሽተ ቁፅሪ ኣርባዓን ኣርባዕተ እንታይ ይብለና ኣሎ ማለት እዩ ፀላእትኹም ኣፍቅሩ ንዝረገምኩም መርቑ ስለቶም ስለቶም ዘስጉኹም ወይ ድማ ዝፃረፍኹም ፀልዩ ይብለና ኣሎ ማለት እዩ ክፉ ብክፉ ክትስዕሮ እውን ኣይትኽእልን ኢኻ ስለዚ ክፉ ብሰናይ ስዓሮ ሓውካ ወይ ከዓ ፀላኢኻ ክጠምዮ ከሎ ክጸምኦ ከሎ እንታይ ግበር ይብለና ኣሎ ማለት እዩ። እንታይ ግበር ይብለና ኣሎ? ኣውልዖ ኣስትዮ ይብለና ኣሎ ማለት እዩ። ከምኡ ድማ ዕርቀይ ምድላይ ይብለና ኣሎ ማለት እዩ። ዕርቂ ምድላይ መዝሙር ሰላሳን ኣርባዕተን ቁፅሪ ዓሰርተ ኣርባዕተ እንታይ ይብለና ኣሎ ማለት እዩ። ካብ ክፋት ረሓቕ ሰናይ ድማ ግበር ንሰላም ድማ ድለያን ሰዓባን ይብለና ኣሎ ማለት እዩ። ስለዚ ካብ ክፍኣት ኩሉ ርሓቕ ተጋሃስ እምኩይ ወግበር ሰናየ ይብለና ኣሎ ማለት እዩ። ስለዚ ድማ ንሰላም ድማ ኩሉ ግዜ ድለያን ሰዓባን ይብለና ኣሎ ማለት እዩ። ድለያን ሰዓባን ንሰላም ኩሉ ግዜ ይብለና ኣሎ ማለት እዩ። ስለዚ እዚ ኩሉ ነገር ንባእሲ መፍትሒ ከም ዝኾነ መጽሓፍ ቅዱስ የረደአና ኣሎ ይነግረና ኣሎ ማለት እዩ። እስኪ ኣብ መጽሓፍ ቅዱስ እንታይ ዓይነት ባእሲ ተላዕሉ ነይሩ ከመይ ድማ ተፈቲሑ ዝብል ድማ ክንርእይን ክንሓብርና ክንሪኦ ክንሪኦ ኣለና ማለት እዩ እንግዲህ ኣብርሃምን ሎጥን መጀመርያ ኣብ ዘፍጥረት ማለት እዩ ዓሰርተ ሰለስተ ዝኾነ ጎንፂ ነይሩ ማለት እዩ እንታይ ይብለና ማለት እዩ እንግዲ ኣብ መንጎ ኣብርሃምን ሎጥን ማለት እዩ እንግዲህ ማለት ጎንፂ ረብሓን ምብዛሕ ሃብትን እዩ ማለት ሓደ እቲ እቲ ጎንፂ መላእልኡ ረብሓ ምብዛሕ ሃብትን በቃ ሃብቲ ክህልወካ ምንቲ ረብሓ ምንቲ ክህልወካ እቲ መበገሲ ክኸውን ይኽእል እዩ ዝብል ኣሎ ማለት እዩ እንታይ ማለት እዩ ጓሶት ኣብርሃምን ጓሶት ሎጥን ብምኽንያት ጸብብ መሬት ተባኣሱ ይብለና ኣሎ ማለት እዩ። ናይ ኣብርሃም ጓሶት ናይ ሎጥ ጓሶት ዝኾኑ ማለት እዩ መሬት ስለ ዝጸበቦም ኣባግዖም ገንዘቦም ኣጠቓላሊ ንምባል ንምውፋር መሬት ስለ ዝጸበቦም በዚ ብመሬት ምክንያት እንታይ ኮይኑ ይብለና ኣሎ ማለት እዩ ተባኣሱ በዚ ምክንያት ድማ በዚ ምኽንያት ድማ እንታይ ተገይሩ ማለት እዩ ኣብርሃም እዚ ባዕሲ ፈትሖ ይብለና ኣሎ ማለት እዩ እንታይ ይብለና ኣሎ ማለት እዩ እቲ መፍትሑ እንግዲህ ትትናን መስዋዕትነትን ናይ ኣብርሃም የርእየና ኣሎ ማለት እዩ እንታይ ኢልዎ ማለት እዩ ኣብርሃም ማለት እዩ ንሕና ኣሕዋት ኢና ንሕና ኣሕዋት ኢና እሞ ባእሲ ኣይሃሉ ባእሲ ኣይሃሉ ብምባል ሎጥ የማን ወይ ፀጋም ክመርፅ ቀዳምነት ሃቦ ይብለና ኣሎ ማለት እዩ ሓወይ ሎጥ ሓወይ ኢኻ ብዚ ብመሬት ምኽንያት ክንባኣስ የብልናን ብመሬት ብመሬት ብመሬት ምኽንያት ማለት ብሰንኪ መሬት ጽበት ናይ ናይኻ ጓሶትን ናይ ጓሶትን ክንባኣስ የብልናን ስለዚ መፍትሕኡ እንታይ ክንገብር ኣለና ይብለና ለማቲ የማንን ናብ የማን ነው ይሕሸካ ወይስ ናብ ጸጋም ምረጽ ይብሉ ኣሎ ማለት እዩ መን ኣቦና ኣብርሃም ንመን ንሎጥ ማለት እዩ ስለዚ ንስኻ ደስ ዝበለካ ውሰድ ይብሉ ኣሎ ማለት እዩ ስለዚ ኣብዚ እንታይ ንርዳ ኣለና መስዋእትነት ኣብዚ እንታይ ንሪኢ ኣለና ትህትና ንሪኢ ኣለና ማለት እዩ በዚ ምክንያት ድማ ምእንቲ ሰላም ክሰፍን ማለት እዩ ሓደ ሓደ ግዜ እውን መሰልካ እውን ኣሕልፍካ ማለት መሰልና እውን ኣሕልፍና ዝንህቦ ነገር ኣለና ማለት እዩ ስለዚ ኣብርሃም እንታይ ገይሩ ማለት እዩ? መስዋእቲ እዩ ገይሩ። ኣብርሃም እንታይ ገይሩ? ትህትና እዩ ገይሩ። ኣየና ይሕሸካ? የማን ዶ ይሕሸካ ወይስ ጸጋም? ደስ ዝበለካ ምረጽ እዩ ኢልዎ ማለት እዩ ንሎጥ። በዚ ምክንያት ኣብ መንጎ ናይ ኣብርሃም ጓሶትን ኣብ መንጎ ናይ ሎጥ ጓሶትን ዝነበረ ባእሲ እንታይ ኮይኑ ማለት እዩ? ተዓርዩ ተስተኻኺሉ ፍታሕ ረኽቡ ይብለና ኣሎ ማለት እዩ። ከምኡ ድማ ያዕቆብን ኤሳውን ዘፍጥረት ምዕራፍ 27 ቁጽሪ 33 ያው ምዕራፍ ዕስራን ሸውዓተን ከምኡ ድማ ሰላሳን ሰለስተን እውን ንረክቦ ኢና ማለት እዩ ስለዚ እንግዲህ ኤሳውን ኤሳውን ያዕቆብን ኣብ መንጎኦም እንታይ ነይሩ ማለት እዩ ባእሲ ነይሩ ማለት እዩ ምክንያቱ ኤሳው ማለት ክሕደት ተፈፂምለይ መንነተይ ተሰሪቑ ማለት ያይቆብ ያይቆብ ኮይኑ እናሃለወ ኣነ ኤሳው እየ በረከት ሃበኒ ኢሉ ንኣቡ ንይስሃቅ በዚ ምክንያት ተንኮል ተመርቑ እዩ ኢሉ ብጣዕሚ ዓብይ ዝኾነ እንታይ ነይሩ ማለት እዩ ዓብይ ዝኾነ ባእሲ ዓብይ ዝኾነ ከብድ ነገር ነይሩ ማለት እዩ ስለዚ እቲ ፍታሕ ግን እንታይ ኮይኑ ማለት እዩ ያህኮብ እንታይ ኢሉ ማለት እዩ ይቕሬታ ማለት ትህትና ገይሩ ከምኡ ድማ ህያብን ይቕሬታን ብምግባር ማለት እዩ እወ ሓወይ ኤሳው ይቕረ በለለ ኢሉ ሸውዓተ ሸውዓተ ሻዕ ብምስጋድ ማለት እዩ ከምኡ ድማ ህያባት ብባት ጥፍኣት ስለ ዘጥፋኹ እዚ ጥፍኣተይ ምእንቲ ይቕረ ክትብለለ ኢሉ ብምሕረት ምእንቲ ክቕበሎ ማለት እዩ ኤሳው ለምንዎ ማለት እዩ ኤሳው ድማ እዚ ኩሉ ነገር ንሓዉ ናይ ሓዉ ይቕሬታ እንታይ ገይሩ ማለት እዩ ብምሕረት ተቐቢልዎ እዩ ማለት እዩ ስለዚ ኣብዚ እንታይ ንሪኢ ኣለና በደል እኳ እንተሃለወ ቅንዕናን ይቕሬታን ንፀንሐ ቁስሊ ይፍውስ እዩ ማለት እዩ ስለዚ በደል እኳ እንተተበዲልና በደል እኳ እንተሃለወ በደል እኳ እንተሃለወ ቅንዕና እንተሃልዩ ይቕሬታ እንተሃልዩ ንዝፀንሐ ቁስሊ ንዝፀንሐ ቁስሊ ቂም ማለት እዩ ይፍውስ እዩ ይብለና ኣሎ ማለት እዩ። በዚ ምክንያት እዚ ነገር ክንገብር ከም ዘለና መጽሓፍ ቅዱስ ይነግረና ኣሎ ማለት እዩ። ከምኡ ድማ ዮሴፍን ኣሕዋቱን ክንርኢ ከለና ዘፍጥረት ሰላሳን ሸውዓተን ከምኡ ድማ ዘፍጥረት ሓምሳን ክንርኢ ከለና እንግዲህ ንፈልጥ ኢና ዮሴፍን ኣሕዋቱን ማለት እዩ ዮሴፍ ኣሕዋቱ ብቅንእን ኣልዎን ምክንያት ንግብፂ ባርያ ምእንቲ ክኸውን ሸይጦሞ እዮም ማለት እዩ በዚ ምኽንያት ድማ ሓደ እቲ መበገሶም እንታይ ነይሩ ማለት እዩ ንዮሴፍ ኣቦኦም ንዮሴፍ ብጣዕሚ ኣዝዩ ስለ ዘፍቅሮ ምክንያቱ ናይ ራሄል ወዲ ስለ ዝኾነ ወይ ከዓ ራሄል ብጣዕሚ ዝፈትዋ ስለ ዝነበረ ከምኡ ድማ ካብኣታቶም ኣቦኦም በቃ ንዮሴፍ ስለ ዘፍቅሮ ዮሴፍ ድማ ሕልሚ ስለ ዝረኣየ ከምኡ ድማ ሓደ ኣቦኦም ስለ ዘፍቅሮ መበል ከኣይ ድማ ሕልሚ ርእየ ኣለኹ ኢሉ ንኣሕዋቱ ስለ ዝነገሮም እዚ ሰብዚ ኣብ ልዕሌና ይነግስ ክነግስ እዩ ስለዚ ከይቀደመና ንቃድሞ ኢሎም ማለት እዩ እንግዲህ እቶም ዓሰርተ ሓደ እቶም ካልኦት ማለት እዩ ኣሕዋቱ ተማሂሮም ማለት እዩ ኣይ ንቕተሎ ኣይ ክንቐትሎሞ የብልናን ሓውና ስለ ዝኾነ ባህርያ ምእንቲ ክኸውን ናብ ግብፂ ንሽቶ ቅርሺ እውን ንረክበሉ ንኽእል ኢና ከምኡ ድማ እዚ ኣቦና እውን ስለ ዝፈትዎ ስለ ዘፍቅሮ ከምኡ ድማ ንጉስ ክኸውን እየ ገለ ሕልሚ ይርኢ ኣለኹ ዝብለና ዘሎ ምእንቲ ከንቱ ክኸውን ክንሸጦ ኣለና ኢሎም ተማኺሮም ሸይጦሞ እዮም ማለት እዩ በዚ ምኽንያት ግን ክንርኢ ከለና እቶም ኣሕዋቱ ኣብቲ ቦታ ረሓብ ወይ ከዓ ጥሜት ስለ ዝነበረ ማለት እዩ ናብ ግብፂ ክስደዱ ከለዉ ኣሕዋቱ ምዃኖም ፈልጥዎም እዩ ማለት እዩ እንታይ ኢሉ ግን ማለት እዩ እቲ ዮሴፍ ክዛረብ ከሎ ማለት እዩ ንስኻቶም ኽፉኣት ኽፍኣት ሓስኹምለይ ኣምላኽ ግና ንሰናይ ለወጦ ብምባል ይቕረ በለሎም ማለት እዩ። ንስኻትኹም ሕማቕ ኽፍኣት ነገር ሓስብኩም ኢኹም ነይርኹም፣ ግን እዚ ዝሓሰብኩሞ ኽፍኣት ሕማቕ ነገር ግን ኣምላክ ለውጥዎ ኣምላክ ለውጥዎ ብማለት ግን እንታይ ገይርዎ ማለት እዩ ይቕረ ይእለኩም ኣለኹ ኢልዎ ማለት እዩ ይቕረ ኢልዎ ማለት እዩ በዚ ምክንያት ድማ በዚ ምክንያት እንግዲህ ኣብዚ እንታይ ክንምሃር ኣለና ማለት እዩ ኣምላኽ ካብ ክፍኣት ንሰናይ ከም ዘውጽእ ምእማን ንበቐል ወይ ከዓ ንሕነ ምትራፍ የድሊ እዩ ማለት እዩ። ስለዚ ሓደ ሓደ ግዜ ኣምላኽ ይፈልጥ እዩ ኣምላኽና ምሳኣና እዩ ኢልና እንታይ ክንገብር ኣለና ማለት እዩ ካብ ክፍኣት ክንርሕቕ ኣለና ማለት እዩ። ሰናይ ሰናይ ክንገብር ኣለና ማለት እዩ። እንግዲህ ዮሴፍ ዘይሓሰቦ ናብ ሰናይ እንግዲህ እሳቶም ባርያ ምእንቲ ክኸውን እዩ ሸይጦሞ ንሱ ግን በዓል ስልጣን በዓል መዚ እዩ ኮይኑ ማለት እዩ ኣብ ግብፂ ማለት እዩ ንባዕሉ ቐርዩስ ነቶም ኣሕዋቶም ኣሕዋቱ እውን ብዙሕ ነገር ገይሩሎም እዩ ማለት እዩ። ነገር ግን እዚ ኩሉ ነገር ቂም ዘይሓዘ ማለት እዩ። ንስኻትኩም ብክፋእ ሸይጥኹምኒ ነይርኹም፣ ነገር ግን ኣምላክ ግን ናብ ሰናይ ለውጥዎ ኢሉ እዩ ኣምህርዎም ማለት እዩ። ከምኡ ድማ ዳዊትን ዳዊትን ሳኦልን ክንርኢ ከለና ኣብዚ እንግዲ ህርፋንን ስልጣን ህርፋን ስልጣን ኣብዚ ንርኢ ኣለና ማለት እዩ በዚ ምክንያት እንግዲ ህዝቢ ንዳዊት ብጣዕሚ ይፈትዎ ማለት እዩ ምክንያቱ ዳዊት እልፊ ቀቲሉ ተናዋሊድ ማለት እዩ ሳኦል ድማ ሽሕ ቀቲሉ ስለ ዝተባሃለ ህዝቢ ዳዊት ብጣዕሚ ስለ ዝፈተዎ እቲ ሳኦል ኸኣ፣ ንምንታይ ህዝቢ ፈትውዎ? ንምንታይ ህዝቢ ኣፍቕርዎ? ስለዚ እዚ ስልጣነይ ክወስደኒ እዩ፣ ስልጣነይ ኣቐድም ስለ ዝወስደኒ ኣቐድመ ዝኾነ ነገር ክገብር ኣለኒ ኢሉ ማለት እዩ። እንግዲህ እዚ ኩሉ ነገር ንዳዊት ክቐትሎ የሳዶ ነይሩ ማለት እዩ። ግን ነገር ግን ዳዊት ግን ንሳኦል ኣሕልፉ ዋላ እንተሃቦ እንታይ ኣይገብሮ ማለት እዚ እግዚኣብሔር ዝቐብኦ ንጉስ ስለ ዝኾነ ቅቡእ ስለ ዝኾነ ዝተቐበአ ስለ ዝኾነ ኣነ ሕማቕ ነገር ኣይገብርን እየ ኢሉ ገዲፍዎ ከይዱ ማለት እዩ ስለዚ ኣብዚ ክን- ኣብዚ እ፣ ክንመሃሮ ዘለና ማለት እዩ በደል ክበፅሐና ከሎ ፍርዲ ኣ- ፍርዲ ንኣምላክ ምሕዳግ ማለት እዩ ዋላ እንተ ተበዲልና ኣምላክ ፍረድ ንኣምላክ ምሕዳግ ንኣምላክ ምሃብ ከም ዘለና መፅሓፍ ቅዱስ እ፣ የረደአና ኣሎ ማለት እዩ ስለዚ እዚ ኩሉ ክንመሃር ከለና እዚ ኩሉ ክንፈልጥ ከለና ካብዚ ዝተፈላለዩ ዝተፈላለዩ እ፣ ቁም ነገራት

ዝነበረ እዩ ማለት እዩ። ስለዚ ኣብ መላእ ዓለም ኣብ ኩርናዓት ዓለም ዘለኹም እዚ ትከታተልዎ ዘለኹም ናብ እንግዲህ መጽሓፍ ቅዱስ ብዙሕ ነገር ይነግረና ናይ ባእሲ መልዕሊ ናይ ጎንፂ መልዕሊ ከምኡ ድማ መፍትሑ እንታይ እንታይ እዩ ከምኡ ድማ ኣብ መንጎ ኣብ መንጎ ሰባት ዝነበረ ባእሲ ከመይ ይፍታሕ ነይሩ ዝብል እውን ኣልዕልና ተማሃሂርና ኢና ማለት እዩ ስለዚ እዚ ዝተማሃርናዮ ነገር ድማ ናብ ሂወት ናብ ህይወትና ክነምጽኦ ክንልውጦ ኣለና ማለት እዩ። ኣብ ህይወትና መጺኡ ኣብ ህይወትና ኣትዩ ድማ ሰላሳ ስሳ ሚእቲ ፍረ ከፍሪ ኣለዎ ማለት እዩ። ስለዚ ንሕና ክርስትያናት ንሕና ክርስትያን ንንባዕሉ እንታይ ክኸውን የብሉ ማለት እዩ። ክርስትያን ንንባዕሉ ክቃተል የብሉን። ክርስትያን ንንባዕሉ ክበኣስ የብሉን። ክርስት ኣሽንኳይ ሉ ክርስትያን ኣጠቓላሊ ኣጠቓላሊ እንታይ እዩ ይብለና እቲ ሮሜ ቅዱስ ጳውሎስ ማለት እዩ ወም ከመሰ ይትካለክሙ ምስለ ኩሉ ሰብ ተኣሃዉ ይብለና ኣሎ ማለት እንድሕር ዝከኣለኩም ስተኮይኑስ ምስ ኩሉ ሰብ ብፍቕሪ ብሰላም ንበሩ እዩ ዝብለና ዘሎ ማለት እዩ ስለዚ ንሕና እውን ጎይታና ኣምላኽና እንታይ ይብለና ማለት እዩ ብሰላም ብፍቕሪ ብስኒት ንበሩ ይብለና ኣሎ ማለት እዩ። እዚ ኣብ መንጎኹም ኣብ ማእኸልኩም ዘሎ ጎንፂ ኣብ ማእኸልኩም ዘሎ ባእሲ ኣብ መንጎኹም ዘሎ ውግእ ደው ኣብሉ ጠጠው ኣብሉ። ስለዚ ፍትወትኹም እንታይ ገይረሎም ኣሸንፉ ይብለና ኣሎ ማለት እዩ። ስለዚ እዚ ዝነበረና ፃንሒት ኣብዚ ዛዚምና ኣለና። ረድኤት እግዚኣብሔር ምስ ኩልና ይኹን። ወስብሐት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር አሜን።